ኮይኑ ረኺብናዮ ዘራጊቶ ዓወት ዘራጊቶ። ንሓራቂ ኩቡር ኣምባሳደር እንኳዕ ዳሓን ምጻእካ እንኳዕ ከምዚ ኣርኣየና ኣቀዲመ ከመስግን ይደሊ እንታይ ዘመስግኖ በዚ ሓፍትና ወይኒ ክተንብቦ ዝጸናሕኪ ታሪኽካሲ ኣሽሓት ተኸፊልካ ኣብ ሓደ ኣንጎሎ ኮፍ ኢልካ ደቅኻን ሓዳርካን ክትኣሊ ትኽእል ዝለዓለ ብቕዓት ዘለካ ሰብ ኢኻ። ግን እዚ ትኸፍሎ ዘለኻ ሕጂ መስዋእትነት እዩ። ሽምዓ ኢኻ ከምቲ ኣብነት ሕብረተሰብ ኣነ ከምኡ ኢለ ይኣምን። ምኽንያቱ ኣብ ኣገልግሎት ህዝቢ ስለ ዘለኹ። ስለዚ በዚ የመስግነካ እዚ ኩሉ ብቕዓት ሒዝካ። ህዝበየ በ ኢልካ ክንድዚ ዓይነት መስዋእቲ ምኽፋልካ እዚ ከመስግነካ እደሊ። እታ ካልኣይቲ እታ ህዝብና ኣጥቂዕና ዝብል ስምዒት ይሓድረና ዝበልካዮ ዝግባኣኩም ኢኹም ጌርኩም ኣነ ብል ወገነይ ምኽንያቱ ንሕና ውን እሲ ምስ መጸስ እዚ ክሳብ እዚ ሕጂ ዘሎ እውን እስካለ ከ እንታይ ገይሩ እሞ እሱ ኣነ ዓቢ ኣስተዋጽኦ ገይረ እየ ዝሪኦ ናብ ምንታይ እየ ክምለስ ሕጂ ኣብዛ መጨረሻ እታ ኩላ ሓሳብ ስለ ዝመጸት ብጣዕሚ እየ ተሓጒሰ እንታይ እያ ኣብ ክልተ ሽሕን ሰላሳን እሲ እንታይ ክመስል እዩ ዝብል ሓሳብ ነይሩካ ኣብ ክልተ ሽሕን ሰላሳን ምናልባት ዶክተር ዓንደብርሃን ወዲ ሰማንያ ዓመት ክትከውን ኢኻ ንሕና ከኣ ሰብዓታት ክንከይድ ኢና ሕጂ ከቢድ ጸገም ኣሎ ኮይኑ ይስመዓኒ ኣነ ከምቲ ኣብ መጀመርያ ዝገለጽካዮን ካባይ ንዝብገስ ሓደ መሰረታዊ ኩዒትካ ምብንቃር ባህልን ሃይማኖትን ሕብረተሰብ እዩ በጺሕና ኩዒትካ ካብ ሱር ምብንቃር እዩ ኣብዚ እዋን እዚ ማልያ ዘየብሉ መንእሰይ ምንም ፍልጠት ዘየብሉ ትምህርቲ ዘየብሉ ትራማታይዝድ ዝኾነ ሃገር ቆሪጹ ዝሰገረ ዝተሰደ መንእሰይ ኣሎ ህንጻ ክህነጽ ይኽእል ብዝኾነ ይኹን መገዲ እዚ መንእሰይ እዚ ምናልባት ከም ዘለካ ሕጂ ከም ዘበገስካዮ ብዙሕ ሓገዝ ዝደሊ መስለኒ። ብዙሕ ብጣዕሚ ብዙሕ ሓገዝ ኣነ ምናልባት ኣብ ብዙሕ ዓድታት ኣብ ኤውሮጳ ርኤ ኣብ ኢስራኤል ውን ርኤ እንድየ ህዝብና ወዲቕዎ ዘሎ ምውድቀት ምግላጽ ውን ኣይከኣልን እዩ ስለዚ እዛ ትጅመር ዘላ ሓሳብ ብወገነይ ጽብቕቲ እያ ይብላ ኣብ መንጎ ሃይማኖታት ዝተፈጥረ ምትፍናን ከቢድ ምትፍናን ኣሎ ኣነ ኣብቲ ዝነበርኩሉ ቤተክርስቲያንሲ ምናልባት ከይመሓልኩ እምበር ኣቢ ዓብደላ ዝብሃሉ እስላማይ ነይሩ ጎረቤትና እታ መጀመርያ እታ ቤተክርስትያን ክትምስረት ከላ ሓሙሽተ መካይን ንቤተክርስትያን መስርሒ ዘራገፉ ኣብ ክፈልጥ ዝነብረና ወደት ዝነብረና ሓድነት እየ ተይለ ክገልፅ ኢለ እየ ኣብዚ እዋን እዚ ግን እትረፍ ከም ሰስላም ኣሕዋትካ ሓቢርካ ምንባር ምስ ክርስትያን ነንሓድሕድካ ምንባር ውን እትረፍ ዶ ምስ ክርስትያን ነንሓድሕድካ ምንባር ኣብ ሓንቲ ሃይማኖት ከም ሓደ ኮይንካ ምንባር ዝጠፍኣሉ ሰረታዊ ጽንሰት ኢና ዘለና ንጸንት ኢና ዘለና ዝብል ኣረኣእዳ ኣሎኒ እሞ እዚ ወሪዱ ዘሎ ዕንወት ሲ ኣብ ኣእምሮ ሰባት ወሪዱ ዘሎ ጸገም በዚ ጀሚርካዮ ዘለኻ ክትቅጽሎ ብዝከኣለና ብጸሎትን ብሞራልውን ኣብ ጎንኻ ብወገነይ ከም ዘለና እኣምን እቲ ሓንቲ ክብላ ዝደሊ ግን እንታይ እዩ ክሳብ ሕጂ ኣብዚ ሰዓት እዚ ዕስራ ሰላሳ ውድባት ድዩ ከምዚ ሓውና ኣልኣሚን ዓንቶ ክብሎ ዝጸንሐ ምናልባት ክኸብድ ይኽእል እዩ ክትድፈር ትኽእል ኢኻ እዚ ኩሉ ማዕርግን እዚ ኩሉ ክብረትን ሒዝካ ግን ሽምዓ እንተኾይንካ ክትነድድ እዩ ዘለካ እሞ ንምቅርራቦምከ ኣይ ኖው እቲ ቃልሲ ከቢድ እዩ ንውሕ ቃልሲ እውን ከብተካ ካብ ዝተቃለስካ ኣሎ ይኣምን እየ ግን ብፍላይ ኣብ መንእሰይ ኣብ ምሁራት ምእካብን ነዚ ውድባት ዝበሃል ዘሎ ኣብ ምፅባብን ኣብ ሓደ ተጠርኒፍካ ነንበይንኻ ሓሳብ ሒዝካ ዘይኮነስ ኣብ ሓደ ተጠርኒፍካ ዝካየድ ፃዕርታት ኣሎ ዶ ንምባል ኢለ ብፍላይ ግን ኣብ መንእሰያት ኣተኩርካ ኣብዚ ዘለካ ዓቢ ፍልጠትን ኩሉ ሎሚ ምሁር እዩ ሳላ ፈይስቡክ ዘይምድር የለ ዘይጽሕፍ የለ ዘይመክር የለ ዘይምዕድ የለ ኩሉ ጳጳስ ኩሉ ቀሺ ኩሉ ዶክተር ኩሉ ሓኪም ኩሉ ኩላ እዩ ኣብዛ እዋን እዚኣ ናታትኩም ቅልቅል ምባል ዓቢ ረብሓ ኣለዎ እሞ ኣብ ሕብረተሰብ ስፍሕ ኢሉ ዝወጸሉ ኣብ ክንዲ ዓንተቦ መን የልዕልዋ ነይሩ ክንድዚ ከምዚኣ ኮይና እንዘራረብሲ ሓፈሻዊ ዓቢ ጉባኤ እንተዝግበር እሞ እቲ ናታትኩም ዘሎ ኣብ ንእሽቶ ገዛ ኣብ ክንዲ ትኸውንስ ኣብ ቅርዓት ክወጸሉ ዝኽእል መገዲ ውን እንተዝመሃዝ ምበለ ብዝተረፈ ግን እዝየ ዘመስግን ብጣዕሚ እግዚኣብሔር የኽብርካ ንሕብረተሰብካ እዚ ንስኻ ዘለኻዮ ሕጂ ዘሎ መንእሰይ የለን እምኒ ደርብዩ ዝወፅእ እንተዘይኮይኑ ካብዚ ከድኩም ኢኹም ተቓሊስኩም ሕጂ ካብኡ ከይቃለስ ዝሃድም መንእሰይ ፀገም ዘሎ እሞ ኣብኡ ክስራሓሉ እንተዝኽእል ብፍላይ ኣብዚ መንእሰይ ጠፍእ ዘሎ ገለ ነገር ክስራሓሉ እንተዝኽእል እሲ ክንደይ ፅቡቕ ምኾነ ዝብል ሓሳብ እዩ። ቁረብ ኣንሚተ ኣርያታ
ሓቅኹም ኢኹም ንእሳማዒ ብዝበልኩሞ ኩሉ ዝከኣልካ ንምግባር ቁሩብ እየ ሓቅኹም ብዕድመ ንደፍእ ኣለና ግን እቲ ሕመረት ናይ መሪሕነት እንተ ተፈጢሩ ኣብ መንእሰይ ዝሓዩ መንእሰያት ዝበዝሕዎ እቲ ቀጻልነት ከረጋገጽ ይኽእል እዩ እምበር ሓቅኹም እዚ መንእሰይሲ ግዳይ ተበዲሉ እዩ እባ ኣተዓባብያ ኣይረኸበን ወላ ስድራቤታዊ ኣተዓባብያ ኣይረኸበን። እዚ ስርዓት እዚሲ ናይ ብሓቂ ዋላ ነታ ስድራ ሕመረት ናይ ሕብረተሰብ ኤርትራ ዝኾነ ስድራ ብዘይ ስድራስ ሕብረተሰብ የለን ብዘይ ሕብረተሰብ ሃገር የለን ነታ ስድራ እዩ ዕላማ ገይርዋ ዝጸንሕ ንዓ እዩ ዝሕግዝ ኩሉ ትካላትና ኩሉ ያታዊ ወይ ባህላዊ ክብርታትና እዩ ዝውቃዕ ዘሎ በዚ ስርዓት እዚ ግዳያት ናይዚ ከኣ ስለዝኾኑ ከመይ ጌርና ነዚ ሕማም እዚ ንፍውሶ ሓደ ካብቲ ቀንዲ ዕማማትና ኮይኑ ይስምዓኒ ምናልባት ደርፊ መዳይና ከመይ እንታይ ተተገብረ ይሓይሽ ዋላ እዚ ምትእኻብ ናይ ምሁራት ልምዲ ሞይኦም ውን ነዚ ሽግራት እዚ ኣጽኒዖም ፍታሕ ንክእምሙ እሞ ብመሰረት ፍታሕ ከኣ ብዝከኣል ዓቕሚ ኣብኡ ኣዋፊርካ ለውጢ ከተምጽኣሉ ትኽእል ኩነታት ምፍጣር እዩ እምበር ጽቡቕ ኣለዎ። እቶም ሞያና እንድሕሪ ብ ሞያ እንድሕሪ ሰብ ተወዲቡ ዋላ ነዚ ሽግር እዚ እውን ብግቡእ ኣፅኒዑ ቅኑዕ ኣተኣላልያ ውፅኢት ዘለዎ ኣተኣላልያ ፈቲነስ ኣይሰለጠንን ምባል ዘይኮነሲ ብቐፃሊ እናተዋህለለ ኣብ መወዳእታ ፍታሕ ዘምፅእ ኣተኣላልያ ናይቲ ሽግር ክእምሙ ይኽእሉ እዮም ዝብል እምነት ኣለኒ። ሕዚ ዝተፈላለዩ ክኢላታት በዚ ዓውደ ፍልጠታት'ዚ ዝሰልጠኑ መዓት ትምህርቲ መዓት ፍልጠት ዘለዎም ሰባት ኣለዉ። ከመይ ጌርካ ብሓባር ኣምጺእኻ እቲ ፍልጠቶም ኣብ ኣገልግሎት ረብሓ ህዝቢ ከም ዝውዕል ናይ መንእሰያት ከም ዝውዕል ምግባር ሓደ ካብቲ ዕላማ እዩ ማለት እዩ።
ኣነሲ ሓንቲ ኩሉ ግዜ ተሰክፈን ነገር ኣላ ንስኻ እንታይ ይመስለካ ብዙሕ ሰብ ዘይዛረበላ ሕጂ ቀረባ ግዜ ግን ብዙሓት ሰባት ክዛረቡላ ጀሚሮም ኣለዉ እሳ ከዓ ታሪክ ኣለና ትብል እያ ታሪክ ኣለና። ድምጺ ቁሩብ ውጽእ በል። ተሪኽ ናይ ህዝቢ ኤርትራ ኣብ ሰለስተ እዩ ዝኽፈል፣ ቁጠባዊ፣ ሕብረተሰባዊ፣ ፖለቲካዊ። ኣብዚኣ ሕጂ ንሕና ንዛረብ ዘለና ዝያዳ ማለት እዩ ነዚ ዘሎ ስርዓት ንኸነውጽእ ኣብ ፖለቲካ ተመርኲስና ኢና ክነውጽኦ ማለት እዩ። ካብ መጀመርያ ጀሚሩ ካብ ሽሕን ትሽዓተ ሚእትን ሓምሳን ሓሙሽተን ኣንጻር ባዕዳዊ መንግስቲ ኣቦታትና ክቃለሱ ከለዉ ኣይንፋላለ ይብሉ ነይሮም። እቶም ኣርባዕተ ሰባት ማለት እዩ። ሓሙሽተ ዓመት መዲሮም ስለ ዘይከኣሉ ብረታዊ ቃልሲ ክንጅምር ከም ዘለና ከኣ ገይሮም። ንእድሪስ መሓመድ ዓወተ ምስ ሓሙሽተ ርእሱ ድዩ ምስ ሽዱሽተ ርእሱ ኣውጺኦሞ። ካብ ዓዲ ጀመረት ክሳብ ሕጂ ኣብዚ እዋንዚ ትቃለስ ኣላ። ናይ ኣቦታትና ታሪኽ ክንክተል ከም ዘለና ኩሉ ሰብ ክኣምን እምንቶ ክገብር ኣለዎ። እዚ ዘሎ ዳያስፖራ ዘሎ ህዝቢ መንእሰይ ማለት እዩ። ኣብ ታሪኽ ወይ ታሪኹ ክፈልጥ ዝደሊ ኣይኮነን ወይ ድማ ከፍልጦ ዝኸኣለ፣ ዝኽእል፣ ኣካል ኣይረኸበን። ስለዚ እታ ታሪኽ ተመርኲስካ ምቅላስ እንታይ ርእይቶ ኣላትካ? ክሳዕ ክንደየናይ ትደፍኣላ ወይ ክሳዕ ክንደየናይ ክንደፍኣላ ኣለና ትብል? ታሪኽካ ምፍላጥ እኮ ታሪኽ። መሰረት ናይ ሎሚ ብዘይ ትማሊ ሎሚ የለን ስለዚ ሎሚ ከኣ መሰረት ናይ ጽባሕ ታሪኽካ ምፍላጥ ብጣዕሚ ኣገዳሲ እዩ ስለዚ ዋላ እዚ ሕጂ እዞም ሂስትሪ ዝፈልጡ ታሪኽ ዝፈልጡ ወይ ዛንታ ዝፈልጡ ክኢላታት ታሪኽ ኤርትራ ብግቡእ እዚ ግደ ሓቂ ኣለምሰገድ ዝጸሓፎም መጽሓፍቲ ኣሎ። ኣለምሰገድ ግን ደረታት ኣለዎ ኣለምሰገድ ናይ ብሓቂ ካብቶም ምናልባት ዝለዓሉ ጸሓፍቲ ዝኾነ ኳ ቋንቋ ብውቅነት ድማ እንግሊዝኛ ትግርኛ ግን ኣብ ትሕቲ ቀይዲ ዝጽሕፎ ኣይ ማለት እዩ ታሪኽ እዩ ዝምዝግብ እምበር ብዛዕባ እቲ ፍጻሜታት ትንታነ ገይሩ መደምደምታ ኣይህብን። ምኽንያቱ ክኸውን ይኽእል እዩ፣ ኢሉ ጽሑፎስ ለካ ጊደ ክዛረብ ሕጻቡ ዘይኣኽሉ ሰባት እዮም ሳንሱር ዝገብሩ። ኣይ ኣብ ትሕቲ እንታይ ይጽሕፍ ከም ዘሎስ ዘይፈልጥ ናጻ ኮይኑ ክጽሕፍ እንተዝኽእል ምናልባት ካብዚ ዘበርክቶ ዘሎ ዝዓበየ ዘበርክት ግን ንሱ ውን ምስቲ ኩሉ ቀይድታት ብዛዕባ ታሪኽ ጽቡቕ መዝገብ የዳሉ ኣሎ ማለት እዩ። መወከሲታት ዘለዎ ጸሜታት እዚ ኩሉ ትብሎ ዘለኻ ኩሉ ጥቐስ ዋላ ይፈላለ ሓንቲ ካብተን መጽሓፍ ውን ይፈላለ እያ ትብል ስለዚ ኩሉ ሰብ በብዓቕሙ ክጽሕፍ እንተዝኽእል። ኣነ ብዓቕመይ ከምኡ ክገብር እየ ፈቲነ መጀመርያ ንዑኡ ንመጎሳጎሲ ብኤቲኤሪ ፕላትፎርም መጀመርያ ዘበገስክዎ ግን እንድሕር ድኣ ሞያውያን ክጽሕፉ ክኢሎም ምናልባት ናይ ህዝባዊ ግንባር ተመክሮ ዘለዎም ተጋደልቲ ዝያዳ ናብኡ ዝዛዘወ ወይ ብ prejudice ክኸውን ይኽእል ብዘይምፍላጥ ውን ክኸውን ይኽእል ግን ሓቢርካ ትጽሕፎ ብጣዕሚ ኣገዳሲ ኢዩ ግን ሓደ ሰብ ጥራይ ዘይኮነስ ተኣኪቡ ሂስትሪ ሶሳይቲ ኤሪትራን ሂስቶርያን ሶሳይቲ ንሕተሰቲ ምስ ክገብርኩም ዶክተር ኣለሓነ ዝገብሩ ዝጸሓፍዎ ታሪኽ ኣሎ ዝተፈላለዩ ዝተፋለለዩ ኣብ ህዝባዊ ግንባር ዝነበሩ ዋሕዲ ግና ግና ሓደ ካብ ጸገም ከኣ ናይ ምንባብ ልምዲ እውን የብልናን። ንሕና ናይ ናይ ዕላል ናይ ሕካያ ልምዲ ኢና እምበር ኮፍ ኢልና ናይ ምንባብ ክስታ የብልናን። ሓደ ሓወይሲ እታ መጽሓፈይ ምስ ጸሓፍኩ መን ከምዘበልካ ጽሒፍካዮ ኢሉኒ። ኤርትራዊ መጽሓፍ ሒዙ ሕጂ ክትፈልጥ እንድሕር ደሊኻ ኢሉኒ። ኣብ ውሽጢ እታ መጽሓፍ እንዳ ዓርክኻ ከይድካ መጽሓፍ በቃ ዝሓዛ ኣብ ውሽጣ መጽሓፍ ሓደ ክቡር ነገር ኣቐምጥ። ድሕሪ ዓመት ተመልስካ ክፀንሓካ እዩ ኢልካ ፅሑፍ እንትንፀን እዩ ማለት እዩ ማለት እዩ ምናልባት ከምዚ ተጋነነ ክኸውን ይኽእል እዩ ግን ንሕና ከማ ናይ ምንባብ ናይ ምምርማር ልምዲ እውን ከነማዕብል ክንኩስኩስ ኣለና እንታይ ነቶም መንእሰያትና ብከምኡ እንድሕር ኮስኩስና እዮም እቲ ፀገም እኮ ኣብ ኩሉ ዋላ ኣብዚሲ ሓደ ኮም ኣቑምኩም ኤርትራዊ ኮም ፖለቲካዊ መርገፂ ብዘየገድስ ከም ኤርትራውያን ጥራይ ንናትኩም ረብሓ ዝድግፍ ዝቃወም ብዘየገድስ ከምኡ ክግበር ግን ዘራጊቶ ከሎ ከምታ ትግበር ኣይካል ዝኾነት ነገር ክዝርጋ ክኽእል ኣለዎ ስርዓት እዩ ዝኾነት ካብታ ዝነኣሰት ክሳብታ ዝለዓለት ክዕብልላ ቆፃፀራ ተዘይክኢሉ ከፍርሳ ኣለዎ ነዚ ከዓ ከመይ ጌርና ንብድሆ ከዓ እቲ ማሕበራት ኣፅኒዑ በቢዘለዎ ከባቢታት እውን ክሰርሓሉ ዝኽእል ኮይኑ ይስመዓኒ እዩ። እዞም መንእሰያት ኣብ ኩሉ ፋሕ ኢሎም ኣለዉ። ሽግራቶም ከመይ ጌርና ንፈልጦ? ተቐቢልካ ሕጂ ዋላ ሓንቲ እንተይፈልጡ እዮም ዝፈቐዱ ለካስ ትሮማታይዝድ እዮም። ምድረበዳ ምድረበዳ ቦቆ ፀሓይ ዝወድቁ ኣለዉ። ማእኸላይ ባሕሪ ዝጥሕሉ ኣለዉ። ንሕና ብቅዱሳን ኩላና ንፈልጦ እሱ ብዝሒ ስለ ዝነበሮ ተወዓውት እምበር መዓልቲ መዓልቲ ከም ላምበዱሳ ኣሎ ክሳዶም ዝቑረፅ ኣሎ። ዝብለካ እዚሲ በዚ ኩሉ ሓሊፉ ዝመጽእ እዩ ቶማታይ ሲ ከመይ ጌርና ከመይ ጌርና ነሕውዮ ከመይ ጌርና ነድሕኖ እዚ በብ ሞያና ድሕሪ በብ ከባቢና ክንሰርሓሉ ዝግባኣና ጉዳይ ኮይኑ ይስምዓኒ መንእሰያትን ሓሚና ይኮና ግዳይ ብዱላት እዮም በዲልናዮም ኢና ግን ከመይ ጌርና ንሕና ታሪኮም ከም ዝፈልጡ ብዛዕባ ሃገሮም ከም ዝግደሱ ጽባሕ ንግሆ ውን እኮ ለካ ዓዲ ዓዲ ከኣ እዩ መብዝሕትኡ ምናልባት ሞያዊ ዓቅሚ ዘለዎ ጽቡቅ ክነብር ዝክእል እንበር እቲ ካልእ እኮ ኣነ ትስዓን ሓደን ብብዝሒ ኤርትራዊ ክመጽእ ዝደልየ ነይሩ ግን መሊሱ ከኣ ናብ ዝነበሮ ከይዱ ብገደደ ከኣ ስደት መጽዩ ግን ሓደ ካብቲ ዕላማታት ናይ
ቃልሲ ቪዥን 2030 ለውጢ ምስ መጸ መሰረታዊ ሽግራት መነባብሮ ምፍታሕ ጥራይ ዘይኮነ፣ ሰረት ናይ ቀጻሊ ልምዓት ምምጻእ፣ ብውሕዱ ከኣ እቲ መንእሰይ፣ ብፍላይ ኣብቲ ከባቢ ዘሎ መንእሰይ ጥራይ ዘይኮነ፣ ካብ ሸድሸዓተ ሚእቲ እንስሳታት ኣትሒዙ ህዝብና ክስደድ ተገዲዱ። ስደተኛ መዓስ ይሰደድ ብዘይገድስ፣ ኣበይ'ሎ ብዘይገድስ፣ ዘይንፈግ መሰል ናብ ናብ ሃገሩ ተመሊሱ ህይወቱ ናይ ምጥያስ መሰሉ ክህሎ ክኽእል ኣለዎ። ነዚ ከኣ ስእልካ ኣምጺኻ ክተብርኮ ከተብለጸ ኢኻ ቮኬሽናል ተክኒካል ትሬኒንግ ፋሲሊቴት ክትገብሮ ንክትክእል ኣለካ ክእለት ክቐስም ንርእሱ ሰሪሑ ኣፍራይ ኮይኑ ንርእሱ ሰሪሑ ስድርኡ ክዕንግል ስድርኡ እናዓንገለ ከኣ ንልምዓት ሃገር ከበርክት ብዙሕ ዕማማት እዩ ዘሎ እዚ ግን በብሓደ ኮፍ ኢልና ክንመምዮ ክንቅረበሉ ማለት እዩ ምክንያቱ ለውጢ እንድሕር መጺኡስ እንታይ ኢና ምንገብር ነዚ መንእሰይ ዓዱ ክምለስ ዓዱ ተመሊሱ እንታይ ኣለዎ ስልጠና ክወሃብ ክኽእል ኣለዎ ዋላ እቲ ካብ ብቐጻሊ ካብ ሃገራዊ ኣገልግሎት ዘሎ ክጣየስ ክኽእል ኣለዎ ተጣይሱ እንታይ ኣለዎ ኣብቲ ኣብቲ ሲቪልያን ኢኮኖሚ ኢንተግሬት ክኸውን ክኽእል ኣለዎ ኢንተግሬት ክኸውን እንታይ የድሊ ስለዚ እዚ ኩሉ ሲ ሓደ ካብቲ እቲ ሽግራት ሽግራትና ብዙሕ እዩ ሽግራትና ምፍላጥ ከኣ መበገሲ ናይ ፍታሕ ስለ ዝኾነ እዚ ሞያዊ ማሕበራት ዝኸውን ነዚታት እናጽንዔ ፍታሓት ክእምም ይኽእል እዩ ዝብል እምነት ኣለና።
ኣብ ኣኹም ንስኻላ ኣነኹም። ጣሹ ሶሪ ኣይ ቲንክ ብሬክ ኣይሃብናኩምን መስለኒ እታ ግዜ እንዲና ክንሰርቕ ደሊና ቁሩብ ግን ኣንተ ወይን እውን ምውሳድ ይደሊ ነይረ እታ ናይ ትወኒ ተሪ ፕላን ደላ ግቡእ መረዳእታ ሒዝና ክንከይድ ኣለና እሞ ደሓር ቁሩብ ካብቲ ሞያዊ ክፋልና እውን ቁሩብ ሪኢቶታት ንሳ እንድሕር ተረዲኣትናሲ ቁሩብ ሪኢቶታት ክንቅበል እዚ እንወስዶ ዘለና ዳታ ፎሎው ኣፕ ክህሉ ምዃኑ ፍለጡ ዳሕራይ እንታይ ክንገብር ኢናስ ሕጂ ብዝረቦ ብዙሕ ነገር ኣይኮነን ኩሉ ክንውደዮ ንኽእል ኢና ነቲ ኣብ ዳታ ኣትዩ ፎሎው ኣፕ ኮንታክት ክገብርኹም እዮም። እቲ ፕሮፌሽን ናትኩም ኢመይል ገሉ ኣድሊ ማለት እዩ ግን እንታይ ኣዩ ካብ እቲ ግዜ ወይስ ካብ ንገብሮ ዝዕደል ኢኹም ቡን እንዳሰተኹም ብሬክ ገርበለ እንዳወሰድኩም እታ ግዜ ንጠቐመላተልኩም ፅቡቕ ኖ ሓሙሽተ ደቂቐ ብሬክ ንውሰድ እሞ ዳሕራይ መዛዘሙ ክንገብረና ተልኩም ከዓ ኣይቲንክ ናባኻትኩም እያ ኣይኖ ድሕሪት ኣኹም ዘምሓዝ እዩ። ምንም ዳሓን ኣነ እየ ዳኹም ዳሓን ከምዚ ዕድል እዚስ ኩሉ ዝግበር ኣይኮነን። ኣብዚኣ ንእሽተይ ግና ዝረስዓ ነይራ ዶቶርሞ ንእሽተይ እታ ታሪኽና ክብል ከለኹ እዚ ኩሉ ሕጂ ዝገለጽካ ብጣዕሚ ጽቡቕ እንድዩ ግን እዚ ስርዓት ታሪኽ ናይ ቃልሲ ናይ ህዝቢ ኤርትራ ንኸጽንት ብዙሕ ፈቲኑ ንኽቐትል ነቶም ጀጋኑ ኤርትራውያን በዚ ጻዕዳ ገዲፎም ብጸሊም ኢዶም ዝገበሩ ኣሕዋተይ እቶም ኣብ መሬት ዝወደቁ ኣሕዋትና ንዓታቶም ታሪኮም ክዝረበሎም ኣይደልን እዩ ከምኡ ከኣ እዩ ዝገብር ዘሎ እሞ እታ ታሪክ ኣለና ትብል ቃል ብዛዕባ ታሪክ ናይ ሰውራና ተዛሪብና ኣብኡ ተመርኪስና our founding fathers ዝሃቡና ሕድሪ ክንቅጽል ኣለና እያ ትብል ዘላ ነዚኣስ ከመይ ርእይቶ ኩሉ ሰብሲ ነታ ከበርክታ ክኽእል ኣለዎ ሊሳ ዘበርክቶ ፍርሑ ክኣስር
ሳማዕ ኣለኹ ምሳኻ ሳማዕ ዝኾነ ብዛዕባ ታሪክ ኣበርክቶ ክገብር ዝኽእል ከዓ ክቐርብ ዝኽእል ኣብ ኤሪ ፕላትፎርም ክንዝርግሖ ቆረባት ኢና ንኩሉ ቦታ ክባፃሕ ሰብ በብዓቕሙ ዘበርክቱ ኣብዚኣ ርእቶላትኒ ከምዚኣ ትጠቅም እያ መምሃሪት መንቅሒት ትኸውን እያ ትብል መጽሕፍቲ ናይ ኩሉ ሰብ ክኸውን ናጻ እዩ ባኒ ከም ዝመስለኒ ስለዚ ኣካ ኣሳማማዕ ኣለኹ። ኣማኒኤል
ታሪክና ክንፈልጦም ኣለና እቶም ታሪክ ዝሰርሑ ጀጋኑ ብከምኡ እዩ ዝተኣሳስ ነፍሲ ወከፍ ሃገር እኮ ዋላ ጀጋኑ ዘይብሉ ጀጋኑ ይፈጥር እዩ። ምክንያቱ ሓበን ነቲ ንእሽተይ መንእሰይ ወለዶ ስለ ዝኹስኩስ ጅግና ተዘይብልካ ጀጋኑ ትፈጥር መብዛሕትኡ ጅግና ዝበሃል እኮ ፍፁም ጅግና ነይሩ ማለት ኣይኮነን ግን ባዕልኻ ትፈጥሮ ኣሎ ስለዚ ከምኡ ግን ንሕና

ኤሚነንት ወይ ፕራዮሪቲ ክስራዕ ዘለዎ ንብልሲ እቲ መንእሰይና ሓንጎሉ ክህነፅ ዝከኣለሉ መንገዲሲ ኢሚድየትሊ ክፍጠር ዘለዎ እየ ዝብል ምክንያቱ ኢስቲ ኤክስቴንሻል ታሽም ሕጂ ካብቲ ሓደ ክንገብሮ ዘለና እዚን ክልተ ዓበይቲ ሃይማኖታት ዓበይቲ ኢንስቲትዩሽንስ ናህና እያ ምስአን ኣክንዲ ፖለቲካል ሶሉሽን ጥራሕ ኩሉ ግዜ ምርኣይ እቲ ዘሎ ኢንስቲትዩሽን ተጠቒምካ ከኣ ነቲ the soul of the nation ዳክተር ኪንግ ከምኡ ይብል ነይሩ the soul of the nation ስ- ኣ- ን- ነፍስና እንተዘይሓሚ ተዘይሓዊሲ ኣካላትና ክሓዊ ይክእልን እዩ ሕጂ መብዛሕትኡ መንእሰያትና ትራማታይዝ ኮይኑ ኣብ ዝተፈላለየ ኩነታት እንከሎ ቮኬሽን ዲኻ ሂብካዮ ገለ ዲኻ ሂብካዮስ ዋላ ዋጋ ይኸሉ ሕጂ ኣነ ክብል ማለት ከም ርእይቶ ሕጂ ዝብላ ዘለኹ ኣብ ዝኾነ ዓድታት እዚ ናይ ሜንታል ሄልስ ኢንፋክት ናባና ጥራሕ ዘይኮነ ኣብ ዓለም ውን ዳርጋ ታሽሙ ኮይኑ ዘሎ ኣብ ሱሳይድ ገጹ ዝኸይድ ሰብ ኣብ ተስፈ ምቑራጽ ኣብ ከምዚ ዝኣመሰለ ዝኸይድ ዘሎ እተን ሃይማኖታት ክሰርሓሉ ክኽእላ እየን ካልእ ውን እቲ ኣካዳሚክ ከም ዶክተር ኣትን ገለ ዝኣመሰሉ ክሰርሑ ክኽእሉ እዮም ዝብል እዚኣሲ ከም መወከሲ ምኽንያቱ ሓደ ካብቲ ምክንያቱ ዝገበሮ እቲ ስርዓት እንተ ሃልዩ ነቲ ሃይማኖት ድኹም ከም ዝኸውን እዩ ገይርዎ፣ ኣብቲ ሕብረተሰብ ኢንፍሉዌንስ ከም ዘይገብር። እዚ ግን ክምለስ ኣለዎ። ክምለስ ዘለዎ ከኣ ንክንድሕን መታን ንክንምዕብል ምክንያቱ ከምዚ ዝበልክዎ እቲ ሓንጎል እሱ እዩ ክፈጥር ዝኽእል እሱ እዩ ከማዕብል ዝኽእል ንሱ ከኣ ክሓዊ ክኽእል ኣለዎ። ስለዝስ እዚኣ ከም መተሓሳሰቢ እየ ዝርእያ ዘለኹ። ብወገነይ ኣነ ሕጂ ወላ በቄሱሪ ናይዚ ናይ ካውንስሊን ትምህርቲ ንወስድ ኣለና። ይምልከተና ስለ ዝኾነ። ምክንያቱ ኣብ ዝሓሸ ኩነታት ተለኻስ ነቲ ሓንጎል ክትም ከነብሎ ክንክእል ኣለና እሞ ከም መሕጽንታ ማለት እያ እሞ እዚኣ ቀንዴለይ።
እንታይ መስለካ ኣነ ኣብ ብዙሕ ዝርዝር ክኣቱ ዘለኹን ግዜ ስለ ዝሓጽር እምበር ኣብዚ ህርቡፍ ጥርኑፍ ኮም እንተ ዝነብር ኮሚኒቲ ሰንተር እንተ ዝነብር ኮማዊ ማእከል እንተ ዝነብር ትቕበልዎም መጀመርያ ሽግራቶም ትፈትሑ መጺኦም ኣይፈልጡን እዮም እንታይ ወላ ወረቐት መንበሪ ከመይ ይረኽቡ እቲ ቀጠልያ ወረቐት ዝበሃል እቲ ቀጠልያ ካርድ ከመይ ይረኽቡ ትሕግዞም ሽግራቶም ኣብ ምፍታሕ ትሕግዞም ናቶም ምትእምማን ቀዘይኩም ከኣ ከመይ ጌሮም ኣብ ዝተፈላለያ ዓይነት ናይ ትምህርቲ ናይ ስልጠና ከም ዝኣቱ ትሕግዞም ትሕግዞም ዘትብሎ ዘለካ ብከሙ ከማን ትሸብር መራሕቲ ሃይማኖት ከኣ ሃይማኖት ኩሉ ሃይማኖት ፍቅሪ ስኒት ሕውነት ዝምህር። ስለዚ እቲ ኮማ ትብል ንሃይማኖታት ኤርትራ በብ በብ ዘለዎ መንፈሳዊ መልእኽቶም ከመሓላልፉ እቶም መራሕቲ ሃይማኖት ባይታ ክፍጠር ኣገዳሲ ኮይኑ ይስምዓኒ። ምኽንያቱ እትብሎ ዘለኻስ ኣገዳሲ እዩ። ምኽንያቱ ምስ ናትና ታሪኽ ምስ ናትና ባህሊ ዝኸይድ ስለ ዝኾነ ግን መጀመርያ ንሕና ንወደብ እቲ ዓቕሚ ነጥርዮ ዓቕሚ ሰጥርናዮ ነቲ ሽግራት ቀዳምነታ ሰሪዕና ቁፅሪ ሓደ ቁፅሪ ክልተ ቁፅሪ ሰለስተ መጀመርያ እቲ ሽግራት ውፅእ ምስ በሉ እንታይ የድልዮም ኢልና እቲ ዘድልዮም ክንቀርበሎም ክንተሓጋገዞም ኣገዳሲ ኮይኑ ዝመዓሉ ምክንያቱ እዚኣ ኣትላንታ መፂኡ እዚ ትፈልጦ የብሉን እዚ ትፈልጦ የብላን ሕጂ ተቐቢልካ ሽግራቶም ኣብ ምፍታሕ ቀስ ኢልካ

እዚ ቤታ ባንክ ዝበሃል ኣሎ ኣብ ንኣሽቱ ድዩ ኣብ ማእከላይ ድዩ ኣብ ዓበይቲ ኢንዱስትሪታት ኣበየናይ ሴክተር ኣበየናይ ክፋል ናይ ቁጠባ እዮም ክነጥፉ ዝደልዩ ከም ጠቓሙ ግን ዝተጸንዐ ፕሮጀክትታት ኣሎ ክስህብዎ በታ ዝመረጽዋ መበገሲ ገንዘብ ሕጂ እታ መበገሲ ገንዘብ ኣብ መወዳእታ ትምለስ እያ ቀስ ኢላ ምስ ዓቕሚ ናይቲ ሰብ ትምለስ ኣብቲ ኣብቲ ሪቮልቪንግ ፋንድ ክኣቱ ማለት እዩ። ከምዚ ዓይነት ምትሕጋዝ ከማን ክንገብር ምኽኣልና ኮን እንድሕር ተወዲብና። ውዱብ ሓይሊ እዩ ናይ ምግባር ዓቕሚ ዘለዎ። ዘይተወደበ ሓንቲ ክልተ ኣይኮነን። ስለዚ ንወደብ እሞ በብሞያና በብሞያና ነዚ ጉዳይ እዚ ነዚ ሽግር እዚ ኣብ ምፍታሕ እንታይ ከነበርክት ንኽእል ኢልና ንሕሰብ።

ምርኣየይ ገጽ ኩልኻትኩም ምርኣየይ ኩሉ ግዜ ወይ ከሽፋ ብኻልእ መንገድታት እፈልጦም እየ ግን ደስ ኢሉኒ ገጽ ንገጽ ክረኣ ምኽኣለይ እውን ምስቲ እዛ ናይ ኤሪትሪያ ቪዥን 2030 ነዚ ኩሉ ንዛረቦ ዘለና ምናልባት ንዓይ ኣነ ዝያዳ ከምዚ ምናልባት ከራጉዳ ደልየ እምበር ካብቲ ዝገለጾ ኣምበሳደር ካብኡ ንላዕሊ ውን ኣጸቢቀ ክገልጻ ደልየ ኣይኮንኩን ከመት ግን ንዓ ንምርጓድ እየ ክዛረብ ደልየ እዛ ናይ Eritrea Vision 2030 ጥራሕ ንኢኮኖሚ ዝሓዘ ኣይኮነን ብከምኡ ድኣ ትገለጽ እምበር ብብዙሕ መንገድታት ንኩሉ ፕሮፌሽንስ ኣብ ትሕቲኣ ትሓቁፍ ቪዥን እያ ክትከውን። ወይ ኮም ኢያ እቲ ዕላማ ኣብዚ ሃገር ካኣ ብዙሓት ኣለና ብዙሕ ሰብ ኣሎ ዝተማህረ ብትርፊ ግዚኡ ድዩ ቤት ትምህርቲ ከይዱ ኩሎም እቶም ኢንጂነርስ እንድሕር ኣብ ሓደ መጽዮም ናይ ሄልት ኬር እንተ ኣብ ሓደ መጽዮም እንተ ሳይኮሎጂስትስ ኣንትሮፖሎጂስትስ ሶሲዮሎጂስትስ እንድሕር ኮይኖም ሕጂ እዚ ናይዞም ንመንእሰያትና ብኸምዚ ዓይነት ሕማቕ መንፈስ ትምህርቲ ምሂሩ ዘፋነዎም፣ ታሪኽ ከም ዘይፈልጡ፣ ወለዲ ከም ዘየኽብሩ፣ ሃገር ከም ዘይብሎም ገይሩ እዩ ፋንይዎም ዘሎ። ምኽንያቱ እታ ሃገር፣ እቲ መንእሰይ ተረካቢ ንኸይከውን እዚ ኣብኡ ክኣቱ ኣይደልን እዩ። ኩላህና ርዱእ ስለ ዝኾነ መን ከምኡ ይገብሮ ኣሎ ነዞም መንእሰይ እዚሲ መንቀሊኡ ስሩ ንሱ እዩ። ዋላ ክንቅይሮም እንተበልና ውን ሕጂ እቲ ቪዥን ትወኒ ተሪ ንኹሉ ሓቒፉ ኣሎ። እቶም ኣብዚ ዘለኹም ሂስቶርያንስ ወይ ሳይኮሎጂ ዘጽናዕኩም ሳይኮሎጂስትስ ተልዮም ኩሉ እዚታት እንተድኣ በቲ ክግለጽ ዝጸንሐ ናይ ኮሚኒቲ እንተድኣ በቲ ማሕበረሰብ ክመጹ ከለዉ እቶም ኣጋይሽ እዚ ኩሉ ነገር እዚ ኣለልዮም ናብ ሓደ ናብ ብዙሕ ነገር ሓበሬታታትን ትምህርትን ክህቡዎም፣ Counseling Service፣ ክህቡ ይኽእሉ ማለት እዩ። እታ ናይ መጀመርያ ከም ዝገለጾ ኣምበሳደር ኣብ ኤሮጳ ነይሩ ዝበዝሕ ፎከስ ናብኡ ነይሩ። ሕጂ እውን ካልእ ፎካስ ኣብ ዝርርብ ዘሎ ኣሎ ነዚ ናይ ኖርት ኣሜሪካ ወይ US and Canada ኢንክሉድ ዝገብር ኣሎ ንሱታት እውን ክመጽእ እዩ። ስለዚ ምስቲ ሓውና ኣማን እዚ ኣስማትኩም ክትጽሕፉ ፕሮፌሽንኩም ኢመይል ኩሉ እዚ ዝብሃል ዘሎ ንሱ ካብቲ ዳሕራይ ንፋሎው ኣፕ ንምርካብ እቲ ከነክሽን ወይ እቲ ኔትወርኪንግ ሲስተም ንኽምዕብል ስለ ዝተደለየ እዩ እሞ ኩሉ እዚ ንብሎ ዘለና ምስኡ ዝተተሓሓዘ እዩ ዋላ እቲ ሃገራዊ ፍታሕ እውን ኣብኡ እዩ ክወድቕ ኣብኡ እዩ ክወድቕ እቲ ራእይ ኣብኡ እዩ ክወድቕ

እንተዘይ ኮይኑ ተቀሪብካሉ ተዘይ ጸኒሕካ ኣክቲቨይት ክትገብሮ ኣይትክእልን ኢካ ኢመርጀንሲ ፕላን ሕጂ እዚይ ምስ ወደቀ ዘይኮነ ካብ ሕጂ ከም ኢመርጀንሲ ፕላን ጌርካ ክውሰድ ውን ይከኣል እቶም ፕሮፌሽናልስ ግን ኩላቶም ናተይ ኢልና ተገዲስና ከምዚ ትብልዎ ዝትገልጽዎ ዝወዓልኩም ብከምኡ መንገዲ ክንሪኦ እሞ ኣብኡ ኩሉ ከም ዘሎ ኩሉ ፕሮፌሽንስ ኣብኡ እትው ከም ዋላ ናይ መንፈሳዊ ድዩ ዋላ ናይ ኻልእ ድዩ ኩሉስ ክህሉ እዩ በቢ ስተጁ እሞ እዚኣ ጥራሕ እየ ምናልባት ከራኽባ ዘለኹ ቴንክ ዩ Thank you ኣነስ እንታይ እየ ክብል ናብቲ ኣም፣ ስነ ሓሳብ ጠቕላላ ከም ከም ኤርትራዊ ዜጋ ዘለናዮ ኩነታት ኩልና ንፈልጦ ኢና እዚ እዚ ንብሎ ኣይኮነን እንታይ ይሓይሽ እሞ ከደኣ ናበይ ገጺና ከመይ ኢና ዝብል ነገር ኣውየ ምናልባት ምትንካፍ ኣድላይ ተኾይኑ ክብል ደልየ ማለት እዩ። እታ ቀንዲ ነጥቢ እቲ በቲ ስርዓት ዝመጸና ኣብ ቃልሲ ኢና ዘለና ህዝቢ ኤርትራ ኣብ ማዕበል እዩ ዘሎ እቲ ኩነታት ክንሪኦ ከለና ማዕበል ኣሎ እዚ ማዕበል እዚ ጠርኒፍካ ኣወሃሂድካ መሪሕኻ ከመይ ገርካ ንስርዓት ትቕይር እዩ እቲ ሕቶ ማለት እዩ። እቲ ስርዓት ብጣዕሚ ብጣዕሚ ክገርመኩም ስማርት እዩ ስማርት እዩ ኣብ ውሽጥና እዩ ትግርኛ እዩ ዝዛረብ ቋንቋና እዩ ዝዛረብ ኣምሓ ኩሉ ብምንታይ የፍርሰካ ካ ፈልጥ እዩ ኣውየ ስማርት ዝብሎ ማለት እዩ ብካልእ መለክዕ እኳ ክትብሎ ኣይትኽእልን ኢኻ ሕጂ ካብኡ ሓደ እቲ ንሪኦ ዘለና ሕጂ ቅድም እውን ኣምባሳደር ከምዘልዓልዎ ማለት እዩ ንዓይ ብመሰረቱ ኣብ ዝኾነ ይኹን ኣኼባ ይኹን ኣብ ዝኾነ ቃልሲ ክመጽእ ከለኹ ሰበይተይ እውን ኣይውክልን እዩ። ኣምባሳደር እውን ቅድም ኢልካዮ ኢኻ። ዝገርመኩም ዋላ ደቀይ እውን ኣይውከሉን እዮም። ምክንያቱም ዝሓበርክዎም ነገር የለ ማንዴት እውን ኣይሃቡንን። እዚ ህዝቢ እዚ ክውክል ተኾይኑ ዕድል ምስ ረኸበ ጽባሕ እዛ ሃገር እዚኣ ሰላም ምስ ኮነት ቆጽሊ ውዲቑ ከካብ ቦትኡ ወኪሉ ክልእኽ እዩ። ሽዑ ከኣ ንኣነ ናይ ኩስቶ ወኪለይ ኢሉ ከኣ ክዛረብ እዩ ማለት እዩ። ኣብዚ ሰዓት እዚ ግን ኩልና ነብስና ሒዝና ንመጽእ፣ ኣብ ሓንቲ ተእክበና ከኣ ዕላማ እንተልያትና ጥራሕ እያ። ብዕላማ ዝተኣከበ ጥራሕ እዩ ዘይፈርስ። ኩሉ ፈራሳይ እዩ ይገርመኩም። ኣነን ኣደይንስ ኣብ ሓደ ኣይንእከብን። ብዕላማ ስለ ዘይንራኸብ። ሕጂ እኮ ሓደ ኢና። ናይ ሎሚ ዓሰርተ ዓመት ገለመልታ ትኸውን ገደማ ምሳይ ኣይነበረትን ኣደይ። ማለትሲ ምሳያ ትቕመጥ ከም ንቕማጥ ግን በተሓሳስባ ብዕላማ ሓደ ኣይነበርናን። ኣነ ተቓዋሚ እየ። ወዲ ዓሰርተ ሽዱሽተ ዓሰርተ ሸውዓተ ዓመት ጀሚረ ማለት እዩ። ኣደይ ኢሰያስ ትብል ዝፈትዋ ኣደይ ስጋዕ ሕጂ ማለት እዩ ዳሕራ እያ ተቐይራ ኣነ ናብ ናይ ተቃውሞ ኣኼባ ክኸይድ ከለኹ እሳ እንዳ ህግደፍ ኣኼባ ትኸይድ ነራ ሕጂ ምትእኽኻብ ብዕላማ እንድሕር ኮይኑ ኣይትፈርስን ኢኻ ስለዚ ሓደ እዚ እዩ ንዚ ብኸመይ ኢና ክንብድሆ ንኽእል ዝበሃል ሕጂ ምስቲ ኩነታት ናይ ዞባዊ ኩነታት ናይ ኤርትራ ንሕና ንቆፃፀሮን ዘይንቆፃፀሮ ማለት ንሕና ዘይንቆጻጸሮ እቶም ካልኦት ኣብ ኣባና ዘለዎም ርእይቶን ንዓና ምርኩስ ገሮም ናቶም ፖሊሲ ዝቐርጽዎ እዩ። ንፈልጦን ዘይንፈልጦን ክህሉ ይኽእል እዩ። እቲ ንፈልጦ በዚ ሰዓት እዚ ኣብ ኢትዮጵያ እቲ ተቓውሞ ደንበ እንታይ ኩነታት ኣሎ ንፈልጦ ኢና። ብብዙሕ መልክዑ ተኣሲሩ እውን ክትብሎ ትኽእል ኢኻ ማለት እዩ። ኣሎ እቲ ምንቅስቓሳት ኣሎ እዩ ግን ሽግር ኣሎ። ስለዚ ኮይኑ ተሪፉ ኣብ ውሽጢ ኤርትራ ዘሎን ዘደገ ዘሎን እዩ ማለት እዩ። ዝደገ ነጻነት ኣለዎ። ዓበይቲ ኣኼባታት ክገብር ይኽእል እዩ፣ ክእከብ ይኽእል እዩ። መዓልታዊ ኣኼባ ባይ ዘ ዌይ ናህና ሰብ ኣኼባ ጸልዩ ኣነ ስጋዕ ዘጋጠመኒ ስጋዕ ሎሚ ብኣኼባ እዩ ዝማረር ተዘይ ተኣኪብካ ግን ክትሰርሕ ኣይትኽእልን ኢኻ ተተኣኪብካ ተተራኺብካ ብሓንሳብ ሻሂ እንተ ሰቲኻ ጥራሕ ኢኻ ክትቀራረብ ትኽእል ክትዛመድ ትኽእል ክትፋቶ ትኽእል ብሓንሳብ ከዓ ክትቃለስ ትኽእል ስለዚ እንታይ ናብቲ ፖይንት ክመጽእ ከለኹ እቲ ኣብ ደገ ዘሎ ሓይሊ ሕጂ ከም ሓደ ዓቢ ነገር ንነብሱ ርእዩ ንቕድሚት ዝወስዶ ነገር ስትራቴጂ ክቐርጽ ኣለዎ። ቅድሚ ሕጂ ትጽቢትና ዝነበረ ኣብ ሱዳን ኣብ ኢትዮጵያ ዘለዋ ተቓወምቲ ውድባት እንዳተኣከባ ክእክባና'የን ክጥርንፋና'የን ዝብል ነገር ነሩ'ዩ ማለት'ዩ። ሕጂ እዚ ክርእዮ ከለኹ ግን የስ ኣለዋ እዚ ስራሕ እዚ እቲ ሰማንያ ፐርሰት ወይ ከኣ ስልሳ ፐርሰት ንሕና ክንሰርሖ ዝግብኣና'ዩ ማለት'ዩ። ኣሳይመንት'ዩ እዚ ንዓና። ስለዚ ንቕድሚት ክትመጽእ ተኾንካ እንታይ'ዩ ክግበር ዘለዎ? በዘን ተሓጺርናየን ዘለና ውን ክንሕጸር የብልናን። ቀሊል ግሩፕ ኣይኮነን እዚ ኩሉ ዝጥርነፈሉ መገዲ ብስትራቴጂ ዓይኒ ክንቀርጽ ክንክእል ኣለና ሕጂ። ንኩለን ውድባት ሪፕረዘንት ክገብር በብቦትኡ ሰባት ኣለዉ እዮም። እተን ተቓወምቲ ውድባት ባይ ዘ ዌይ ኩሉ ግዜ ጽቡቕ ኣይገበራን እንዳተባህላ ብምዙሕን ዝሕመያ ንሱ ከኣ እዚ ርዱእ እዩ። ኣንተ እስኪ ዘይምግባር ነውሪ ውሉን ብዓቕምኻ እኻ ትገብር ሓሙሽተ ኾንካ ትቃወም ዓቕምኻ ትገብር ዓቕምኻ ስለ ዝገበርካ ክትውቀስ ፌር ኣይኮንን ኤኒወይ ግን ኣብዚ በጺሕና ኣለና ስለዚ ካብ ኣውሮጳ ካብ ኣውስትራልያ ካብተን ነጻ ዘለዋ ኣፍሪካ ሃገራት ፕላስ ኣብዚ ዘለና እንድሕር ደኣ ናብ ሓደ ጉባኤ ንኣትወሉ መገዲ ተራእዩ እቲ ባይቶ ኣሎ እተን ካልኦት ናይ ኣርባዕተ ውድባት ውን ኣሎ እተን ካልኦት ውድባት ዝኸዳ ኣብ ዓዲ እንግሊዝ ተኣኪቦም ዝነበሩ ውን ኣሎ ስለዚ ከም ኣምባሳድር ንዓኻ ጥራሕ ኣይኮነን እቲ ግሩብ ብሙሉኡ ኣነ ቅድም ውን ሓንቲ ዓባይ ፖይንት ዘልዓልካያ ነራ ሎሚ ንሕና ኣመራርሓ ንምፍጣር ድኣ ኢና ንሰርሕ እምበር መሪሕ ሰብ ንምፍጣር ኣይኮነን ክኸውን ውን የብሉን ኩሉ ግዜ ሽግር ዘለዎ ንሱ እዩ ኢሳያስ ጥራሕ ተፈጢሩ እዩ ሽግር መጺና ኣመራርሓ እኩብ ድምር ተዝኸውን ነሩ እዚ ኩሉ ሽግር ኣይመጸን ስለዚ ኣመራርሓ ንምፍጣር ንሰርሓሉ መገዲ ብስትራቴጂ ዓይኒ ተቘሪጽና ኮፍ ኢልና ተመያይጥና ክነምጽእ ንኽእል ኣለና። ዓቕሚ ከኣ ኣሎ። ኮፍ ኢልካ ዘይምዝታይን ኣሳይመንት ወሲድካ እዚኣ እዚኣ ንግበር ዘይምባልን ጸገም ዘለና እምበር ዓቕሚ ኣሎ ማለት እዩ። ስለዚ ናብቲ ፖይንተይ ክመጽእ ከለኹ እንታይ እዩ እቶም ብዝተፈላለየ መልክዕ ንዚ ህዝቢ እዚ ከይጥርነፍ ብሓንሳብ ከይከይድ ከይፋቶ ከይቀራረብ ለይትን መዓልትን ዝሰርሑ ክንስዕሮም ክንክእል ኣለና። ንዕኡ ክንስዕር ተኾይንና ከኣ በተሓሳስባ ኢና ንስዕሮ ማለት እዩ። ማንም ሰብ ጌጋ ክርኢ ከሎ ስቕ ኢሉ ክድቅስ የብሉን። ጌጋታት እንዳረኣና ንሓልፍ ኢና ብዙሕ ግዜ። እዚ ግን እጎድኣና ኣሎ እዩ። ሓደገኛ እዩ። እቲ ተተኺሉልና ዘሎ ጉዳይ ቀሊል ነገር ኣይኮነን። ብዘየርብሓና ነገር ንጎኒ ገዲፍና ንኸደሉ መገዲ ክንርኢ ኣለና። እዚ ከኣ ከም ስትራቴጂ ቐሪጽና፣ ንቕድሚት ንኸደሉ መገዲ ንምግባር ናይ ኩልና ግደ ክኸውን ኣለዎ። እቲ ናይ ምሁር ተራ ዝበሃል ኣነ ስጋዕ ሕጂ ኣይተራእየንን። የስ ምሁራት ኣለዉ እዮም ግን ኣብ ቃልሲ ገና እዩ ገና ንባዕሉ ቃልሲ ዝደሊ ኣሎ እቲ ምሁር የለን። ንዕኡ እውን ክነበራሩ ተኾይንና ግን እቲ ዘሎ ሓይሊ እውን ቀሊል ኣይኮነን። ስለዚ ኣነ እንታይ እየ ክብል ደልየ እታ ብፕሮፌሽን ምእካብ ፅብቕቲ እያ ግን ኣት ዘ ሴም ታይም ማእከሉ ናይ ፖለቲካ ሓይሊ፣ ንምፍጣር ማእዘን ዝኾነ ተዝኸውን ንኹሉ ክምልስ ይኽእል እዩ። ናይ መስጊድ ሕቶ ክምልስ ይኽእል እዩ፣ ናይ ቤተክርስትያን ሕቶ ክምልስ ይኽእል እዩ፣ ናይ ዝኾነ ይኹን ክምልስ ዝኽእል እቲ ናይ ፖልቲካ ሓይሊ እዩ። ጸገምና ፖለቲካ ስለ ዝኾነ ማለት እየ። ስለዚ እዚኣ እያ ንምባለየ ምናልባት ስታይ ተልዩ ከዓ ድሓራይ ተወሳኺ ስታይ ክንብል ኢና ማለት እዩ። ተወሳኺ ተጓብትና

ብዙሓት ካልኦት ክገብርዎ ዘይከኣሉ እቲ ታራ ናቱ ከምቲ ከም ኣቦ ኮይኑ እዩ ከም ፋደር ፊገር እዮም ዝርእይዎ ኣይ ቲንክ ንግዚኡ ዋላ ንዚኦም ክገብርዎ ሕጂ እንታይ እቲ ሰብሲ ይሰርሕ ኣሎ ግን ከዓ ገና ትፅቢት ስለ ዘለና ኢና ኣባ ቀሺ ዝመፅእ ከሎ ከም ቀሺ ጥራሕ ኣይኮነን ነይሩ ኣባ ቀሺ ምናልባት ብዙሓት ኣይንፈልጦ ንኸውን እምበሪ ሞያዊ ኢዘ ፕሮፌሽናል ቱ ኣብዚ መጺኡ ነብሱ ማዕቢሉ የሃዘ ዲግሪ በቲ ዲግሪ ናቱ ከኣ ነቲ ሕብረተሰብ የገልግል እዩ ትብል ካልኦት ብዙሓት መራሕቲ ሃይማኖት ካብ ተፋላለየ ጸዊዐ ክመጹ ፕሮሚስ ገይሮምለይ ነይሮም ግን ብኣጋጣሚ ይጥዓሞም ዝተፋላለየ ምክንያት ኣሎ ሓንቲ ደይ ረከብኩ ናይ ላሚ ውዲ ወለድ ክትከውን ትደልያ ሸክ ኣይጸዋዕኩን። ግን ሓላፍነት ንዑ እዩ ዝልዒል ንዝኾነ ኩሉ ከም ፕሮፌሽናል ክመጽእ ስለዚ እንታይ እዩ ብዝተኻለ እቲ ኤሪ ፕላትፎርም ኢዘ ሪሶርስስ እቲ ሪሶርስስ ከዓ ናይ ብሓቂ ይሕግዝ ኣሎ ዝግበኣና ዝግበኦ ክብረት ክንህቦ ክንክእል ኣለና ጫውጫው ክመጽእ እዩ ሓደ ሓደ ግዜ ኣብ ሓደ ሳልሕ ቀዲ ዝብላ ሓንቲ ነገር እንታይ ኣላ ኣብ ዓለምሲ ወይ ብፅቡቕ ወይ ብሕማቕ ክትዝከር እንድሕር ኮይንካ ክትሰርሕ ኣለካ ይብል ደሓር ስራሕ ከኣ ናቱ ቋንቋ ኣለዎ እንተሰሪሑ ሰብ ኣብዚ ዘለናዮ እዋን ምስዚ ፍኑው ናይ ናይ ሶሻል ሚድያ ንገሊኡ ይቆራርጾ ሓንሳእ ትባኣሰሉ ሓንሳእ ትዕገርግረሉ ምስቲ ዓቕምና ዝኸይድ ነገር እዩ ሕጂ ንሕና ነቲ ሶሻል ሚድያ ክንጥቀመሉ ይከኣልና ኣለና ናብ ጽቡቕ ነገር ግን ብዙሕ ሕማቕ ነገራት ከኣ ይኸይድ ኣሎ ግን ክንለምዶ ዘለና ነገራት ከኣ ኣለና ስለ ዘይበጻሕናዮ ምስቲ ሕጽኖት ናይ ናጽነት ገና እቲ ሕብረተሰብና ኣብቲ እቲ ደረጃ ናቱ ትሕት ኢሉ ስለ ዘሎ እዩ እምበር ክንሓልፎ ኢና ክንለምዶ ከኣ ኣለና ሓደ ሓደ ግዜ ናይ ምስ ኣሜሪካውያን ኮምፕለይን ይገብሩ በቲ ሓደ ኮምፕለይን ክገብሩ ራይት ኣለዎም በቲ ካልኣይ ከኣ ን ፐርፌክሽን ስለ ዝደልዩ ሕጂ ንሕና ግን እቲ ቁሩብ ይኹርኩሓና እዩ ሓደ ሓደ ግዜ ገለ ነገራት ክመጽእ ከሎ ኮንትሮቨርሲ ይመጽእ ጽቡቕ ነገር ይመጽእ ሕማቕ ነገር ግን ክንለምዶ ኢና ሕጂ እዚ ዝገበርኩምልና ሓገዝ ብጣዕሚ ኢና ነመስግነኩም ንምምጻእኹም ብናይ ብሓቂ ኢና ነመስግነኩም ድሕሪ ሕጂ ከኣ እቲ ፕሮፈሽናልስ ነንሕድሕዱ እቲ ፎሎው ኣፕ ምስ ገበሩ ምስ ተገብረ ኣይ ቲንክ እቲ ንሕና ከም ኤርትራውያንሲ ሙቃሓት ኢኹም ገለመለ ብሉና'ሎ ኣነ ሓቅኹም እየ ዝብሎ ምኽንያቱ ንምንታይ ዝሓቅኹም ጽቡቕ ዝብል እቲ ጸጋታትናትናሲ ንናትና ጽቡቅ ንጥቀመሉ ኢና እዚ ህዝብና ሲ ደም ይኸፍል ገንዘቡ ይኸፍል ዘይገብሮ ነገር የብሉን ጸጋታቱ ይጥቀመሉ እዩ ጸጋታት ኣለና ሕጂ ውን ንጠቀመሉ ናብ ጽቡቅ ክንምከ ንሕና ዘይተመካሕና ብመን ንምካሕ ኣብዚ ዋላ ብኮሚኒቲ ደረጃ ተሪኢናዮ ሲ እዚ ህንዲ ኮርያ ጁሽ ቻይና ሜይቢ ኔክስት ንሕና ክንኮን ንኽእል ኢና ኣምሓሩ ምስዚ ኩሉ ተዕሽምኦም ክንዲ ናህና ኮሚኒቲ ይውንኑ እዮም ክንዲ ናትና ሓድነት የብሎምን ክንዲ ናትና ገንዘብ ኣየውጽኡን እዮም ስለዚ እቲ ጸጋታት ኣለና እቲ ጽቡቅ ባህሊ ኣለና ግን ዝያዳ ከኣ ነዞም ኣብዚ ዘለኹም እቲ ህዝቢ ብዝለዓለ ደረጃ ስለ ዝጥምተኩም እቲ ሕልናኹም እዩ ገዲድኩም እታ ፋሎው ኣፕ ምስ መጸት ዘበጠ ትገብርዎ ትኽእሉ ተሓጋገዙና የቀንየልና ክዕልል ዘድሊ ክዕልል ይኽእል እዩ ተሪፉ ደሎ ከኣ ሕስስስ ኣቢልና የቀንየልና።